ኣድጊ ከተማ ከመይ እዩ ኩሉ ጎደናታት ይፈልጦ ምሽ ይኮልል ንሳ ንቅድሚኣ እያ ፍንውኒ እያ ክፍት እያ ፍንውቲ እያ ፍንው ኣድጊ እዩ ኣብዚ ከተማታት ምሽ ዘለዉ እዱግ ሱቅ ኢሎም እንዳበልዑ ዝከዱ መሻሪፍ ኣይትቦም ገለ ኣይትቦም ከምኡ እያ ዘዝ ዘዝ ቀረባ መሓዝኣ ይሓዋ እዩ እቲ ምሳይ እንዳኸድት ምሳኻ እንዳኸደት ኣነ መፅየ ተጠንቀቂ እዚ ወዲ ኣብ ከምዚ ከምዚ ከልዕለክ ሪኦዮ ተለያ ፍንው ድፍእ ድፍእ ኣቢላትካ ኣብ ካልእ ትኸይድ ከምኡ ፈታዊ የብልናን ወሰማዕ ኣርባዕተ መዓልቲ ጌርና እድሪስ ኣርባዕተ መዓልቲ እናደረፍኩ ኮሜደን እናረኣኹዋሲ ወዲ ጀጋኑ ይፀርፈክ ኣሎ ኣብ ኮመድ ምስ በልዋሲ እዚ ፍቱሕ ዓወት እዚ ከምዚ እዚ ሸልዕ ዓወት። እዚ ገለ ዓወት እዛ ናይ ጀርመን ምስኣ ክተዕልል ሰሚዐያ ርእያሲ ውይ ዓወት ሓፍተይ ፅንዓት ይሃብኪ ድሓን ቀልጢፍኪ ትመፀና ትከውን ኢለያ ኣብ ወርሓ ተባኢሳ ውይ ሰብ ኣይኮነትን እንታይ ብለኪ ነይረ በቃ ኮፍ ኢልካ ከለካ ብ- ብንፅህናኻ ብፅሩይ ክዳንካ ሰብ ምፅእ ኢሉ ሃይ ሞኒካ ኣነ ናትኪ ፅቡቕ እየ ዝደሊ እዚ ምሳኺ ዝነበረ ተጠንቀቐሉ ተልዋ ከም ከርብለካ ኣለኹ ስለዚ ንምንታይ ኣነ ከምኡ ኢለ መስለካ ብዙሕ ይዛረበሉ ተዛሪበሉ ይፈልጥን ኣብ ከምዚ ከምዚ ኣጋጣሚታት ይዛረበሉ ግን ኣብቲ ዩቲብ ናተይ ኣለካ ኣብቲ ዩቲብ ናተይ ኣብቲ ናታ ፌስቡክ ናይ ቀደም ሞኒካ መብራቱ እቲ ኣነ ዝገብርኩ ምስ ሚድያ ወላይ ንፅቡቅ ቲክቶክ ኣክፊተያ ኣነ ቲክቶክ ኣምፅኤያ ዩቲብ ኣክፊተላ ወላሂ ይብለኩም ኣለኹ ዝኾነ ጌጋ ትሪእየላ ትዛረብ ተላ ቪድዮ ጠዋሊ ትብለላ እዚኣ ትበሃልን እዚኣ ጌጋ ስለዚ ያኒ ፍንውቲ ኦኬ ሕራይ ትብለኒ ትቕይራ ድሕሪኣ ምሳይ ዝተባእሰትላ እዋን ካብዛ ቲክቶክ ኣትሒዛ ዓርኪ ሸይጣን ኮይና ንስጋብ ሕጂ ሸይጣን እዩ መርሓላ በይ ክእትዋይ እንደ ወራእዩ ኣሰኹም ራእዩን ሕብዑን ተዘይመፀት ቱፍ በለለይ ስለምንታይ ካብ ሃይማኖትን ካብ ዓሌትን ንሓሩ ከምዛ ናትካ ክትከላኸል ንሓሩ ንዓይ ጥሒና እዚ ጥሒና ኩሉ ግዲፋ ኣብዚ ቲክቶክ ዘሎ ምስ ሞኒካ ዝመፅእ ኣኽራርነት ስቕ ኢሉ ስቕ ኢሉ ዘየሎ ናይ ሃይማኖት ፅልኢ ዘእተወ ሞኒካ እያ ሞኒካ ከኣ ብ ብመጥራ ኣትያታ እዚኦም ብሰብ ከኣ ብዘይ ዝኾነ ነገር ኣትዩ ብመሸኒታ ኣትያታ ብመሸኒታ ጋሽላ ሓይላ ንሰብ ከፊታ ኣብኣ ነፊሖም ነፊሖም ኣውሊዶማ ኣስላም እሞ ኣነ እንታይ ዝገበርኩ ሓጢኣት ኣለኒ ኣነ እግርኪ ክፈቲ ዶ ኢለ እየ ሕጂ እቶም ካልኦት ከኣ እዚ ኩሉ ሕጂ እዚኣ ጓል ጀጋኑ ትብልዋ እዚኣ መን ሽማ እዛ እዛ ሓንቲ ትማሊ ተረፍ ኣስላም ትብል ነይራ

በዚ ኣብ ውላድ በዚ ናይዚ ጽልኣት ዘለዎ ወላሂ ኣነ ዘሕርቀኒ እንታይ እዩ እዚ ኩሉ ኣክራርነት ኣብዚኦም ናይ ቲክቶክ ሓደ ብኣክራሪ ክዛረብ ከሎ ሞኒካ ውሪሳቶ ሕድሪ ሞኒካ ይብሎም ሞኒካ ውሪሳቶ እመን ኣይትእመን እመን ኣይትእመን እዚኣ ከዓ ያኒ ሕጂ ጎንፊላታ እያ ምስ ጥዕና ኣይኮነትን ዘላ ስለዚ እንታይ ንምባል እዩ ኩሉ ግዜ ንሃራሚ ሃሪምካኒ በሎ ዓሌትን ህዝብን ኣይትወክል ንካልእ ኣይትወር ነዚ ኩሉ ሰብ ደንቂራ ኣብ ሽግር እትያቶ ቀደም ከምዚ ይነበረን ሕጂ ግን ካብኣ ስለዝሰምዕዋ ኩላ ደድሕሪኣ ደድሕሪ ኣድጊ ዝኸደ ጥራጥ ኣድጊ ለመዲ ትፍንወካ ተልምደካ ኣላሚዳ ድሕሪ ክልተ ሰሙን ኣስላማይ ተብላካ ንሳ ኣብ ካልኣ ከይዳ ኣላ ተረዲካኒ ኣለኻ ተወዲኣ ፅባሕ ከዓ ኣስላማይ ተመፂዋ እንታይ ክትብሎ ትብሉ ክትብሎም እያ ንስካ ኢካ ሽግር ትእትዋካ እዚኣ ሰብ እዚኣ ወላሂ ስለዚ እዚ ኩሉ ፅላኣት ናታ እዩ እዚኣ ሰብ ፈታዊ የብላን እዚኣ ሰብ ካብኡ ኩላ ዓለማ ተቀይራ እያ ተደልቢሳ እያ እዚኣ ሰብ ኣብ ዘይውዳቅ ወዲቃ ከምዘይ ነበረት እዚኣ ሰብ ሓንቲ ንዓይ እድሪስ ንሓሩሲ ካባይ ኣብሊጻ እኳ እብለካ ኣለኹ ኣነ ጸገም የብለይን እብለካ ኣለኹ ሲረስ መዓት ጨጎራ እዩ ዘለኒ ሰብ ጸሪፍኒ ገለመለ ኣነ ክጻረፍ ኣይደልን እየ ከቢድ ጸርፊ ከምዚ ሸርሙጣ ከምዚ ገለመለ ኣነ ይፈቱን እየ ምክንያቱ ውላድ ኣለውኒ ንዓይ ቪድዮ ተቆዲሑ ኮሚታት ክሰምዑኒ ይደልን ኣነ ምክንያቱ ንከምኡ ዕላማ ከዓ ኩንኩን መፅየ ከምኡ ዓይነት ፀርፊ ስለ ዘይጥቀም እንታይ እዮም ዝገብሩ ኩላቶም ንዓይ እዮም ዝሃርሙ ኣነ ጊን ይብለካ ኣለኹ ንብዙሕ ጊዜ ኣይምልሰሎምን እየ ሞኒካ ጊን ንሓሩ ክተቀድም ንዓይ በቃ ዘይበለትኒ ነገር የለን ዘይበለትኒ ነገር የለን ወላ ሓንቲ ነገር ኣይገበርኳን ኣንኮራ ንዓኣ መሲለ ይደርፈላ ኮሜዳ ንገብረላ የስሕቃ ሰለስተ መዓልቲ ከይገበረት እታ ፍቅሪ በቲኻታ ብትኽትኽትኽትኽ ኣቢላታ ኤንወይ ናተይ ጌጋ እያ ኣብ ካልእ ሰብ ከይደ ይፈልጥኒ ኣነ ኣብ ዝኾነ ገዛ እያ ቱኒ ኣብ ዝኾነ ግን እስከ ድሓን ሞኒካ ካላስ ገለ ኢለ ከይደ ማለት እዩ ኣነ ከዓ ኣይኮንኩን ከይደ ኣብ ታሕቲ ከለኹ ፀዊዓትኒ ባዕላ ፀዊዓትኒ ይእትውኒ ይበልክዋን

በቃ እያ እያ ምክንያቱ ምክንያቱ ከመይ ጌርካ ኢድሪስ እዚ ኩሶ እናተዛረበ ከሎ እዚ ኣምፃለይ ወዲ ወዲ ጋሽ እቲ ቪድዮታት ከምዚ ኮይንካ ገለ ምስ በልዎ ኣነ ተዛሪበት ስስ በል እስካ ከዓ ሓሳዊ መጠቆሲ ራዮ ኣነ ከምኡ ዓይነት ሰብ ኣይኮንኩን ከምኡ ዓይነት በፍፁም ኣይኮንኩን ግን ንዓይ ክተውድቐኒ ስለ ድሌት ኣብ ገዛ ርእሰይ ሸቂጣትና ኣነ ድማ ስቕ እብል ምክንያቱ ኣብ ናታይ ዘለኹ
ኣነ ንምንታይ እየ ዘይተዛረብኩ መስለካ ንወዲ ጋሽ ወላሂ ቪድዮ ክሰርሓሉ ደልየ ነይረ በከስ ተበዲሉ ሕማቕ ተገይሩ ንምንታይ ዘይተ- ዘይ- ዘይ- ዘይተዛረብኩ መስለካ ሃብቶም ሃብቶም ሓደ ኢሉ ብፍቕሪ ምስ ጀመረ ምስ ዓበደ ኣነ ካብታ ባንዴራ ዘቃጸላላ ጉደፉ ክብሎም ከለኹ ኩሎም ሓማሴን ኣጀኻ ወዲ ኤረይ ይብሉኒ ኔሮም ተረዲእኻኒ ኣለኻ ስጋብ ኣብ ዝሞተላ ዕለት ምስ ሃብቶም ከለኹ ኣጀኻ ወዲ ኤረይ ንሓሩ ክነቅፍ ከለኹ ከኣ ኣ ኣንታ ረሳሕ ኣንታ ጨናዊ ክትብለኒ ከለኻ ሱቕ ኢለ ዝጥምት ሞይተ ድየ ክዛረብ ንዓይ ከረዲት ናቱ ክትቦ ኣለካ በርከስ ኣነ ትማሊ ምስ ሃብቶም ከለኹ ኣጆኻ ትብለኒ ኣነ ኮንዶም ድየ ኣነ መቸም ህዝቢ ኤረትራ ኩሉ ዳርጋ ኮንዶም እዩ ዝርኤኒ ናይ ኮንዶም እዩ ንዓይ ዝጥቀመሉ ከምዛ ኩሉ ዝበልካያ ጸዊዓ እያ ከተውድቐኒ ሓሲባ ሃደሽደሽ ከተብለኒ
እያ ሕጂ መጸዊዓ ምክንያት ክሳብካ ክትዓጽፈካ ስለ ዝኾነት እያ ጸዊዓትካ ካብኣ ዓጺፋትኒ ገለ ልዕሊኣ ሰብ ሰተት ክብል ኣይትደሊን እያ ሰንተት ክብል ሰብ ኣይትደሊን እያ ሕጂ ከዓ ንኣወል ወዲ ሽረ ትብለላ እሳ ጎንደራ ተክይድ ሓራይ ወኣወል ሽርኡ ይኽይድ ሰላም ይሃቡና ንዓና
ኣ ሰላም ኣወል እኮ የብርህ ኣነ ወዲ ሽረ ይበለ ንሳ ግን ኣነ ጎንደር እያ ትብል ጎንደራት ኺ
ድሓር ትብሎ እንድያ ዘላ ያ ንስኪ ኪዲ ኡ፣ ንስኪ ኣይኪድ ኪዱልና ሰላም ሃብና ክልቴኩም ሕጂ እ፣ ኢኩም ትዛረቡ መን ዘለኩም ድዮም ከፊኦምና ዘለዉ እዞም ፍርቂ ፍርቂ እኳ እዮም ሚክስ ደይ ፍርቂ እዩ ኣምቸ እንድዩ እቶም ፍርቂ ፍርቂ ንኤርትራ ተባሊዖምላ ንሕና ደቀባት ከም ደቂ ሚኪ ክስታይ ኮለና ከም ሚኪ ከም ሚኪ ቪድዮ ናታ ከርእየካ ከም ሚኪ ዝፀረፋ የለን ሕጂ ሚኪ ብዛ ርእሳ እዩ ሚኪ ፎ ዓስታኽ ኣንቲ ጨናዊ ብኸመይ ድም ዝራኸቡ ኖኖ ኣብ ከቢድ ነገራት እዮም ዝፀዋውዑ ኣነ ሕጂ ኣይደልይነ ዳግማይ ብቐዳማይ ስለ ዝወዳእኹ መሪ ጨርፈ ነይሩ እሞ ኣብ ከቢድ ነገራት እዮም ዝፀዋውዑ መራሒ ኣመን እዩ ሚኪ ሕጂ ስለምንታይ በለኒ ዝፀርፋ እያ ትፈቱ ዘኽብራ እትፈቱን እያ ብለካ ኣለኹ ዘኽብራ ኣይትፈቱን እያ ዘሕስራ እያ ትፈቱ ያ ኣነ ብልቢ እየ ዝዛረበኩም ዘለኹ ከም ሚኪ ኣንተ ዓስታ ትብሊ ኣንቲ ጨናዊት ኣንተ ምስ ሚኪ ወዲኦም እኳ ሰለስተ ሰሙን ብሓንሳ ቀንዮም ኢድሪስ ኣስተብል ኣስተብል ሰለስቲኦም ብሓንሳ ቀንዮም ሰለስቲኦም ኣሽማት ግደፎ ሚኪ ኣብ ገዛ ቀኒ ወዲኦም ሕጂ ከይዱ እታ ስራሕ ተዛዚማ እታ ናይ ሓገዝ እታ ናይ ገለ መለ እታ ናይ እታ ናይ ሰልጠነ ዝነበረት ገለ መለ ተዓጻጽያ ወዲኡ ከይዱ ገዝኡ ኣይመጻን ሕጂ ምሳኣ ቀኑ ይብለካ ኣለኹ ከምዛ ናይ ከምዛ ናይ ሓውለለዲን ምስ ምስ ዲቁ ዝቐነየ ምስ ዲቁ ከምዚኣ ኢሉ ዝቐነየ ከጣቓዓሉ ሃይማኖት ከባላሹ ሓውለለዲን ምስኡ ዝቐነየ ከማ ቀኑ ሚኪ ወዲኦም ሕጂ እታ ስራሕ ተወዲያ ከይዳ ዝዝመት ተዘሚቱ ናይ ዳባት ተረሲዑ በቃ ሕጂ ተባኢሾም ሎሚ ኸኣ ምክንያቱ እታ መስርሕ ተወዲኣ ወዲ ሃላይ በዓል ንሕና ድማ ንዳባት ምስ በሉና ኣነ ከፍት ነይደ እንታይ ዳ ከይደ ግን ኣርባዕተ ዓሳ ሓሙሽተ ዓሳ ሰዲደ ተወዲኣ ሕጂ ኣበይ ኣለዉ ዓሳ ናተይ ካብ ዘይብለ እየ ሰዲደዮም ንዳባት ዝኣትዉ መሲልኒ ንዳባት ኣይከዱ ገለ ይከዶም ኣብ ሓደ ሰብ ወሲድዎም
ኣነ ቀደም ቀደም እስኻ ኣይትዘክረኒ ኒኻ ትኸውን ዳ እምበር ሓደ ሕሙም ከሎ ሓደ ሕሙም ከሎ ሽሕ ሽሕን ክልተ ሚእትን ዶላር ሽሕን ሰለስተ ሚእትን ዶላር እሞ ከዓ እቲ ዶላር ከ ናይ ሰሙን ዘዕረኽዎ ካብ ቲክቶክ ሓፍ ኣቢለ ዘይሓወዩ ኢለ ጫሕ ኣቢለ ነቲ ሕሙም ይኸፍሎም ኣብ ናይ ሓገዝ ዳሕራይ ቴንክ ዩ እድሪስ ሓወይ ንዓይ ከምኣ እዮም ዝብሉኒ ሕጂ ሎሚ ናይ ቤተ ክርስትያን ስታይ ጠጠው ቴለ ብጣዕሚ ኢና ነመስግነካ ከማኻ እንተብርኽ ዘርኢ ገለ ይብሉኒ ምሽ ሰለስተ መዓልቲ እየን ፅባሕ ድሕሪ ፅባሕ ድሕሪያ እዚ ርጉም ኣስላማ ይብሉኒ ሕጂ ከምኣ ይገብር ብታሕቲ ታሕቲ ንዮ በልዎ ኣይትደግፍዎ ኣይትሃብዎ ኣይተተባብዕዎ ወኣነ ይብለካ ኣለኹ ናይ ወርሒ ሙሉእ በርበረን ገለን ሓንጎለይ ስጋብ ዝፈልሕ ዘምፀኽወን ኣሕዋተይ ኢለ ይህብ መሊሽ ማንም ዋላ ብለካ ኣለኹ መዓር ተተስቲኻዮም እዚ ኣብ ሶሻል ሚዲያ ወላሂ
ኣንታ ኩሎም ዓሰርተ ወርሒ ኣገልግለ ብናፃ ብዘይ ሳንቲም ኣኽረርቲ ጽላኣት እድሪስ ምሳይ ዘለዎም ከ ፍሉይ እዩ ኣነ እድሪስ ሕጂ ቀስ ብቀዳማይ ኣብ እንዳ ኣብ እንዳ መን ነይረ ኣብ እንዳ ናኒ ድየ ነይረ ዋላ ኣብ እንዳ ኣበይ ነይረ ኮፍ ኢለ ከለኹ አ፣ ይበኣሱ ንዓይ ሃብኒ ሓገዝ ፅባሕ ናባይ ናባይ ናባይ ይበኣሱ ኮፍ ኢለ ኣለኹ እዛ ናይ ዳባት ንዓይ ድያ እንታይ እዩ እዛ ናይ ተዘይ ዳባት ወፃኹ እሕዋትና ክመውት ከሎ ኣይመጸን ረኣይዎ ጽላኣት ኣሎ እዚ ኣይምሰልኩም ናብ ናይ ናኑ ወት ተመጽኤኸ ናይ መን ዓቢ ገዛ ናተይ ዓቢ ግን
እዛ ናይ ዳባት ድያ ኣነ እዛ ናይ ኣነ ዳባት ድያ ኖኖ ኖኖ እዛ ናይ ዳባት ድያ ተስተላ ይቀራረቡ ንዓይ ግን ስምዓኒ እንታይ ገለ ይርእዩኒ እዛ ናይ ኣብ ዳባት ድያ መጠቀሚ ናይ ዳባት ድያ እዎ እዎ ኮፍ ኢለ ኣለኹ ብላይፍ ንዓይ እቲ ሃቡኒ ንዓይ ሃቡኒ እድሪስ ሪኦም ዶ ናትካ ገዛ ዓብይ እዩ ሎሚ ከኣ ገዛካ መጺና ክንመጽእ ኣነ ክክሽሖም እየ ገንዘብ ምስ ተወደኤ ንሓገዝ ክልተ ሽሕ ኣቲኒ ኣሎ ናይ ጽጉማት ተቆራጽ መጺኑ ኣሎ ተቀበልዎ ክብሎም ከለኩ ክፍትሑ እዮም ስለዚ በእምሮ እዮም ተጻዊቶም ግን ኣነ ኣልሓምዱላህ እድሪስ ኣቢለ ካብ ጫፍ ናብ ጫፍ ሎሚ ድኻም እንዳተሰማዓኒ ይመጽእ ኣሎ ያኒ ካብዚ ንላዕሊ ቁሩብ ከዕርፍ ይደሊ ኣለኹ እቶም ዝተሰከሙ ተሰኪሞሞ ኣለዉ እንተ መለከሚኹም ድዩ መዕበዮኹም ይግበረኩም እግዚኣብሔር ብዝበሎ ክኸውን እዩ ግን ይኣኽለኒ ምሉእ ሂወተይ ኣይኮንኩን ኣብ ሶሻል ሜድያ ከሕልፎ ግን እቲ ክትሪኦ ከለኻ ብሓቂ ክተዕዘቦ ከለኻ ጤል ካብ ጫላቢኣ ካብ ሓላቢኣ ጫማቂኣ እያ ትፈቱ ብልቢ እብለካ ኣለኹ ጤል ካብ ሓላቢኣ ጫማቂኣ ሕጂ ኣብዚ ገዛይ ኮፍ እብሉ ሓደ ፍላወር ተይብኒ መጺኦም ኣይትስደደሉ እዚ ሕማቅ እዩ ጸልእ ኣለዎ ኣብ ርእሲና ኣይምሰልካ ንጥቅሚ ኢሉ እዩ ዝሕግዝ ዘሎ እብሉ ኣነ ቅድሚ ሰበይ እቲ ዝፈልጠኒ ክጅምር ከለኹ እየ ዝፈልጠኒ ተረዲእኻኒ ተለዋዋጢት ኣደ ኣይኮነትን ወሊዳትኒ ወይ ተለዋዋጢ ኣቦ ትኽ ዝበሉ ኣቦን ኣደን እዮም ወሊዶምለይ ሕጂ ብጣዕሚ ፅል ንዓይ ንጥፍኣት እንታይ ዘይሓልሙ በርከስ ኣይሰማምዑንን እዮም ኣይሰማምዖምን እየ ተወዲኣ ማንም ሰብ ዝረኽበኒ የብለይን እዚ ቀደም ተማሂረሉ እዩ ኣብ- ኣብ- ኣብ ፌስቡክ ቀደም ተማሂረሉ ወኩሎም ካብ ላዕሊ ስጋብ ታሕቲ እዝ- እድሪስ ዝብሉኒ ፍሽ ክብሉለይ ርኢ ክብሉኒ ከለዉ ከመይ ሰላም ዲጋ ብውሽጥኻ ኩላ እታ ፀብፃብ ምሳይ እያ። ክዛረብ ኣይደልን እየ ይፈልጦም እየ ተተዛሪበ እንታይ ይመፀኒ ፈልጥ እየ ግን ስለ ዝፈልጥ ውሽጢ ዓቃመት ኣቢልካዮ ኩሕለን በርበረ ጨማቂ እንታይ እዩ ጨማቂ እንታይ እዩ ጨማቂ ወላ ሓንቲ ይፈልጠን የሕዋት

ኣብ ኩሉ ሰብ እዩ ተዋጺኡ እቲ ገንዘብ ኩሉ ሰብ ይሕይዎ እቲ ገንዘብ ንመን ክትሓቶ ያ ኣነ እኳ ኢለኩም ኣሕዋት እ፣ ብወሳብሲ ንዓኩ ሕለን ሓግዝ ን- እዚ ገዛኻ ክፈት እዚ ገዛኻ ክፈት ኣይክፈትንየ ኢለ ኣይከፍትንየ ከይደ ጥራየ ዝህብ ዓቕመይ ኢለ ምክንያቱ እዚኣ ከም ትመጽእ ፈልጣ እባ ዘይበልዓናዮ ሽምና ዓሰርተ ወርሒ ኣብዚኣ ብደይ ሳንቲም ኣቢለ ኣነ ኣይፈልጥን እየ ገይም ኣይጻወት ነይረ ዋላ ዝኾነ ይጻወት ዝኾነ ይኹን ዓሰርተ ወርሒ ኣትሊስት ገሌኹም ካብ ጭንቆትኩም ኣናጊፈኩም እየ ብፍላይ ነዘን ሓያማት ሲንግል ማማ ምሒረየን እየ ካብ ጭንቀተን እናሰሓኩ እናሰሓኩ እናጎሰስኩኹን እናጎሰስኩኹን ጸርፊ ከማን ጠፊኡ ነይሩ

ትቐጥን እምበር ኣይትስበርን ሓቂ ብርእሳ ተተኺልካ ብእግራ ትወፅእ ስለዚ ዋላ እቲ ክብድለካ ኢሉ ዝኸደ ላዕሊ በፂሑ ቃዕ ኢሎ ብ ክልተ ተሰይሩ ብዓረብያ ናይ ስንኩላን እዩ ዝመፃካ ኣይትጨክ ኣይቲ- ኣይትጨነቕ ዋላ ሰማይ ይንፈር ነፊሩ ግን ምር- ባይታ ዘቢጡ ተዓፂፎ ክመፃካ ምዃኑ ተኣሚንካ ወላሂ ንበረሮኻ ተኸይትካ ንፉዕ ኢኻ እቲ ኣዘራርባኻ እቲ ገለ ገለ ብዙሕ ነገራት ኣሎ ናትካ ኣብኣ ረጊጽካ ጥራሕ ኪድ ደኣ እምበር ምስ ማንም ኣይትሰማማዕ ሶሻል ሜድያ ኩላ ሰረቕቲ እያ መጽያ ሂባ እያ ተጋግየካ ትህበካ ተጋግየካ ምስ ተጋገኻ ከኣ ገዲፎም ኣንጎለይ ጠወዩ እንቋዕ ከደኣ ኣብዚ ኣወዳእካ ኢሎም ገዲፎምካ እዮም ዝስሕቁ ስለዚ እዚ ጥራሕ ክብለካ እየ ዝደሊ ብሕጂ እውን ገና ብዙሕ ክተለሊ ግዜ ክወስደልካ እዩ ግን ርግእ በል ንመልሲ ኣይትቀዳደም ነታ ትምልሰላ ክልተ ግዜ ሕሰብ ኮንታክት ከዓ ግበር ምስ ሰባት ምስቶም ናይ ስታይ ሕጂ ንኣብነት ዝኾነ ሓሳብ ተለካ ወይ ከዓ ፅባሕ ያክ ኣይ ንሳን ኖርኖ እድሪስ ኩስቶ ከምዚ ከምዚ ሪኤ እሳ ድያ ዋላ ካልእ እያ ሓቂ ድያ ኢልካ ሰብ ምስ ትሓትት እወ ንሳ እያ ተልካ ከኣ ኣረጋጊጽካ ሸር ትብላ እታ ጉዳይ ትኣትዋ ማለት እዩ በርከስ ህዝብና ክትሰረቕ ተሪኦምካ ክትምላእ ይኣምኑኻን እዮም ተረዲእኻኒ ግን ኣብ ስርቅን ኣብ ኣብ ኣብ ምምላእን ኣጆኻ ወዲ ኤረ እዮም ዝብሉኻ እዚኣ ናቶም እያ ስጋብ ትእረ ማለት እዩ ተኣሪኻ ከዓ እቲ ናትካ ኣብ ቅድሚ ስክሪን ውላድካ ፋሚሊኻ ንሓዳርካ ንመፃኢኻ ንኩሉ ነገርካ ዳርጋ እስኻ ኢኻ ትረኣ ዘለኻ እሶም ተሓቢኦም እዮም ዘለዉ ስለዚ ዋላ ይጸላኣካ ብሓቅነትካ ይጽላእኻ እምበር ጥውይ ኢሉ ክልተ ሽሕን ዕስራን ሽዱሽተን ኣብ መጠረሽታ ርሑስ ሓድሽ ዓመት ወዲ ኤረ ይብለካ ባዕሉ መጺኡ ከምዛ ስታይ ኮይኑ ማለት እዩ ስለዚ ኣይትጨነቀሎም በስ እቲ ሓቂ ከም ሓቂ ከምቲ ወለድኻ ከምቲ ኣቦታትካን ኣዴታትካን ከምቲ ኣቦኻን ኣዴኻን ዝኸዱላ ብኣ ነቂጽካ ከይድ

ንእሽተይ ክንስሕቕ እምበር ታይ ድኣ ክንገብር ንእሽተይ መስሓቕ። ብዛዕባ እተን ናይ ዓሳ ናተይ ገለ ኣይትሕተቱ ኦሮማይ። ካላስ ንዓል ሰላማት። ኣለኹም ዶ ኣንበሳ ገለ ዝሃብኩም ኣለኹም ዶ ኣንበሳ ዝሃብኩም ኣለኹም ዶ ኣንበሳ ዝሃብኩም እቶም ኣንበሳ ትህቡ ከኣ ወላ ሓንቲ ኣሽማት የብልኩምን ስእሊ የብልኩም ኣሽማት የብልኩምን ተብልዎም ዋመንዳ ይሰድድ ደበልካስ ኣሽማት የብሎም ገለ ይብሎም ምኽንያቱ ነዲኡ ጥሜት ወዲእዋ ንሓዉ ጥሜት ወዲእዎ ነቡኡ ዕዳ ኣይመለሶን በቃ ሓሙሽተ ኣንበሳ ይሰድድ ሓሶት መጀመርታ ነቡኻን ነዲኻን ግደፎ ካልእ ሰብ መጀመርታ ነቡኻን ነዲኻን ነቡኻን ነዲኻን ከይጽገብካ ንኻልእ ሰብ ጠምዩ ኣሎ ኢልካ ተሓገዝካ ሓሶት ሓሶት ሓሶት ኣብ ዓለም ከናብረካ ዝኽእል ምርቓ ወላዲ እዩ ወላ ሓንቲ ትሬና እንዲኻ ዘለኻ ዋላ መንኪና ዓንኮሮርው ትበል ትወጽእ ሳላ ምርቓ ኣነ ሕጂ ቅድሚ ሰለስተ ዓመት ሸሞንተ ግዜ ተገልቢጣ መንኪና ነጊረኩም ኔረ ሸሞንተ ግዜ ተገልቢጣ እንቋዕ ኣይኮትኩ ዝኣምላኽ ምኽንያቱ ብዙሕ መጻኢ ኔርኒ ኣትሊስ ኣትሊስ እዚ እዚ ኮሜዳን ምኻነይ ሰብ እንቋዕ ፈለጠ ሓዓቂበዬ ኔረ ዓንኮሮውሮውሮውሮውሮው ተበለሲ ዝመውት ዘለኹ መሲልኒ ኣንታ ደንደስ ደህሉ ደንደስ ደህሉ ደንደስ ደህሉ ጥራይኻ ትብል ሲኢላ በቃ ተንካላሉ እታ መንኪና ኣንታ ለከ ሰብሲ ክመው ኣንታ ኩሉ ሰብ ሞት እንድሕር መጽያቶ ይፈርህ እዩ ኣንታ ከማይ እተብዕ እኳ የለን ዋ ከ መንኪና ኮረሩ ናበለሲ ኣይ ኦሮማይ ንዓል ሰላማት ከላስ ንዓል ሰላማት ግን ተራእኹስ ድሕሪ ሽዱሽተ ግዜ እቲ ምሳይ ዝነበረ ቁሩብ ተሃስዩ እዚኣ ኩላ እዚኣ እዚኣ ኩላ እዚኣን እዚኤን ከይደን ብሓን ኣብዚ ዝጠቓዩ ዘሎ ሓንቲ ዘረባ ንግደፎ ኣነ ግን ውልሓንቲ ከይኮንኩ ግን ሓካይም ወሲዶምኒ ግድን ክትምርመር ኢኻ እዚ ክሳድካ ወይ ዝገለመለ እታ ጓዕጺጽካ ከይትህሉ ኢሎም ወሲዶምኒ። ኣብኡ ኮፍ ኢለ ሓደ መዓልቲ በቃ ፈታቲሾም ፈታቲሾም የእቲዮምኒ ኣብቲ ክስታይ ወላ ሓንቲ ከይኮንኩ so እንታይ እየ ክብል ደልየ የሕዋት ምርቓ እውን የትርፈካ እዩ ምርቓ መርገም ወላዲ ብእውነት እብለኩም ኣለኹ መርገም ወላዲ ምርቓ ድማ ካብ ብዙሕ ነገራት የውጽኣካ እዩ ካብ ብዙሕ ነገራት ምርቓ ትርፉ ተሓቢእኹም ትገብርዎ ንደቂ ኣንስትዮ ኣሌታኣ ተኸፊቱ ኣፍልባ ተኸፊቱ ጨጉራ ተቖኒና ኢልካ ስእሊ ዘይብልካ እሳ ትፈልጠካ እያ ስእሊ ዘይብልካ ኣንበሳ ትሰደላ ሽዑ ብውሽጢ ትዕለካ ሂዳ ሽው ትሃርኪ ዓንተይ ካኣ ሐጉሽካ ንዝያዳ ኣሰይ ሙቁር ከመይከ ዳኣ ዋይ ኣታ ስኻ መኹሪዐይ ዳሕና ኣጆኻ እንታይ እዛ ክዳን ደስ ኣይበለትካን ድያ እዛ ክዳን እዚኣ ክቕይራ እወ ጽናሕ በል ክቕይራ እየ ክድው ያኸይ ኣታ

ዋት ላዮን ላይ ያእ ላዮን ዋት ዱ ዩ ላይክ ዩ ሲንድ ዊዝ ኣውት ኔም ዊዝ ኣውት ፌይስ ዩ ሲንድ ላዮን ኤንድ ኣፍተር ዚስ ዩ ኮል ዘ ውመን ዋይ ዋት ዱ ዩ ላይክ ዋት ዱ ዩ ወንት ዋት ዱ ዩ ወንት ዩ ሲንድ ላዮን እዚኣ ትመፅእ መወዳእታ ደን ኮሽን ማርክ መልስዋ እቶም ከምኣ ትገብሩ ንዓኻትኩም እያ እቶም ብዘይ ስእሊ ሽም የብልኩም ስእሊ የብልኩም ኣንበታት ዝሰዱ ኣንበሳ ትሰዱ ዘለኹም ንስድራኹም ኣይኮንኩም ናይ ወለድኹም ዕዳ ዘይመለስኩም ዋት ዲዩ ላይክ ዋት ዲዩ ወንት ዩ ሲንት ላዮን ዶንቲ

ኦኬ ስዊት ሃርት ኦኬ ኦኬ ዩ ኖ ያ ያ ታትስ ዊዝኣውት ናቲን ዩ ሲን ዲ ላዮን ከመይ እያ ብ- ብ- እ- ምንድን ነው እንናገር አለ አለ አምሃ- አላ- አ- አማርኛ አለ ኢትዮጵያን እ፣ ኢትዮጵያን ኢትዮጵያን አለ አለ ኢትዮጵያን እውን አለ አለ

ኖ ሽሻ ኣለ እናት እናት ገንዘብ እናት ብር የለ እናት ኣባ ኣባ ኣባ ኣባ ብር ኣይፈልግን ኣንተ ኣንተ ገይም ገይም ልሰት ልሰት ልሰት ገይም ሴት ኣንበሳ ትሰድዳለህ እናት ኣለ ኣባ ኣለ ለምንድን ነው ለምንድን ነው ብር አይሰድድም

እቶም እቶም ስእሊ ዘይብልኩም እቶም ስእሊ ዘይብልኩም ሽም ዘይብልኩም ንምንታይ ኢኹም ብዘይ ኮንፊደንስ ትሰዱ ዘለኹም? ሕማቕ ከም ትገብሩ ዘለኹም ትፈልጡ ኢኹም። ወለድኹም ስለ ዝርኢኹም ይሕዋትኩም ስለ ዝርኢኹም ጉድኩም ከይወፅእ ነዲኻ ደፊንካ ንሓውኻ ደርቢኻ ንሓብትኻ ደርቢኻ ነቦኻ ደርቢኻ ንሓንቲ ጓል ወይ ንዓ ወይ ንዝኾነ ሰብ ኣንበሳ ዝኾነ ክትሰደሉ ትውዕል እዚ ሓጥያት እዩ ከለኻ ሞት ትብሃል ከለኻ ብሂወት እናሃለኻ ኮለኻ ሞት ትብሃል ትርፊ እንተለካ ጸገም የብሉን እንድሕር ከምኡ ድሌት ኣለካ ኮይኑ ግን ንስድራኻ ደርቢኻ ተሓቢእኻ ትሰድድ ኩሉ ግዜ ናይ ስርቂ እዩ ኣነ ከሰድድ ተኸይነ ይሰድድ እንዴ ንእድሪስ ሕጂ በቐዳማይ ዓሳ ሰድደሉ ኤንወይ ሳክት ሪኤዮ ሰው ኣቢለያ ብ ብስእለይ ብገጸይ ምኽንያቱ ንዓይ ዝኸሰኒ የለን እጃመይ ይገብር ስድራይ ይኣሊ ወለደይ ይሕዋተይ ኣብ ዝብጻሕ ኣብጺሐ ንነብሰይ ክርስዓ ይኽእል እየ ንሕዋተይ ንኩሎም ስድራይ ግን ኣይ ዱ ማይ ቤስት ኣይ ዱ ማይ ቤስት ዋይ ዩ ኣስክ ሚ ዋይ ወዲ ጀጋኑ ዩ ሃፒ ኤልወይስ ኣስክ ሚ ዳት ከምቲ ንስኹም ጭንቀት ዘጓንፈኩም ከምቲ ንስኹም ሽግር ትሓልፍዎ ይሓልፍ እየ ኣነ the same ከማኹም ኣብ ሂወት ማለት እዩ ብዙሕ ዕንቅፋታት ብዙሕ ሽግራት ብዙሕ ውረድ ደይብ ክህሉ ይኽእል እዩ እታ ሓንቲ ተሕጉሰኒ ንወለደይን ነቦይን በቃ ናይ ዘልኣለም ተመሪቐ ናይ ዘልኣለም ናይ ዘልኣለም ምርቓ ተመሪቐ ናይ ዘልኣለም ምርቓ ተመሪቐ so እዚ እየ ድሕጎስ ኣነ ግደፎ እዚ ካልእ ገለመለ ከም ኩሉ ሰብ ከም ኩሉ ሕል- ሓላፍ ውረድ ገለመለ እዚ ከም ኩሉ እዩ እቲ ሓንቲ ንዓይ ሕጉስ ትገብረኒ ብስድራይ ብስድራይ ማለት እዩ ብስድራይ ብሕዋተይ ማለት እዩ ስጋብ ኣነ ወዲ ዕድመይ ዝኣክል ካብ ንእሽተይ ጀሚረ ሰሪሐ ስድራይ ዋላ ካብ ንእሸይ ወዲ ሸሞንተ ወዲ ሸውዓተ ከለኹ ሓሶት ከይመስል ድሓን ወዲ ዓሰርተ ከለኹ ስ- ስጋብ እዛ ዕለት እዚኣ ስድራይ ተገዚኤ ይነብር ነቦይ ይሰምዕ ነደይ ይሰምዕ እንድሕር ዝኾነ ሽግር ኣጎኒፍኒ ታራ ከምዚ ኩሉ ሰብ ዘጓንፎ ነደይ እየ ዝማኻር ምስ ኣቦይ እየ ዝዛረብ ካልእ ሰብ ወልሓንቲ ካልእ ሰብ ወልሓንቲ ሶ ክትሕጎስ እንድሕር ደሊኻ ክትምረቕ ተደሊኻ ዱማን ዩር ቤስት ንስድራኻ ግበረሎም ወፊርካ እቶ ብር እናበልካ ተሓጎስ ጸላኢካ ጸላኢካ ኣብ ቅድሜኻ ይደቖሱ፣ ጸላኢካ ካብ ጎንኻ ይርሓቑ ዝብል ምርቓታት ገለመለ ክትሰምዕ ኮለኻ ናይ ወለዲ እሞኑን ይብለኩም ኣሎ። ኣብ መጽሓፍ ቅዱስ ከኣ ቀዳመይቲ ጥቕሲ እንታይ እያ ትብል? ኣቡኡን ኣዲኡን ዘይኽብር ንዓይ እንተኽበረ ትርጉም የብሉን ትብል ናይ መጽሓፍ ቅዱስ ጥቕሲ ናይ ጎይታና መድሓኒና የሱስ ክርስቶስ ኣላትካ። ነቦኻን ነዴኻን ግበረሎም። ተመሪቕካ ክትሕጎስ እዞም ናይ ሕጂ ቆለውዕት እዞም ናይ ሕጂ ዝውለዱ ዘለው ኣይደነው ኣይደነው እንድዒ ኣምላኽ ነቦኦም ዝፈትው ይግበሮም መብዛሕትኦም ትርኢ ምስ ተፋትሑ ገለመለ ኣቦይ ኣይብሉን እዮም ኣቦይ ኣይብሉን እዮም መብዛሕትኦም ተፈላለዮም ዘለዉ ኣቦይ ኣይብለንን እዩ እዚ ኩሉ እናገበርኩ ገለመለ ገለመለ ይመፅእ ብዙሕ ትሰምዕ ኢኻ ንሕና ኣብዚ ኮለና ብቴለፎን ነቦና ነዴና ሰሚዕና ንኸይድ ኖእ እዚኣ ትገብራ ዘለኻ ይሰማዕ ኣለኹ እዛ ትገብራ ዘለኻ ኣቋርጻ ተኢሎምና በቃ ኣደ ደሓን ጸገም የለን ንስኹም ትሓርቁሉ ተኾይኑ ጸገም የለን ብሂወት ከለዉ ኣቦኻን ኣዴኻን ብኣኻ ሕጉሳት ክኾኑ ኣለዎም ምክንያቱ ወሊድካ ፈትኖ ትበሃል እንታይ ድያ ከርሲ ናይ ወላዲ ኣዝዩ ክተጉህዮ ይብልካን ኣብ ዓለም ከጉህዮ ዝኽእል ውላድ እዩ ውላድ ንወላዲኡ እንድሕር ኣጒሕዎ ኣጒህዎ ዒሕ እናበለ እዩ ዝነብር። ኣቦኻን ኣዴኻን ክሕጎሱ ክኸእሉ ኣለዎም። ብኣኻ ብኣኻ ክኸርዑ ኣለዎም። ወለድኻ ሰሚዕኻ ትከይድ ኣለካ። እቲ ድኽመትካ ጸገምካ ዘይትሰዶ ዘይትኣልዮ እሱ ከም ሻሙ ግን ኣትሊስ ጽቡቕ ቃላት ጽቡቕ ተግባር ጽቡቕ ልዝብ ምስኣቶም እሂም ምሂም ምባል ቴሌፎን ዓጺኹም ትነብሩ ሰባት ኣለኹም ኣብ ስደት ከለኹም ኣዴኹም ኣብ ማስሜዳ ንቓልዕ ዝወጸት ኣላ ንርእየን እኳ ኢና ንሕግዝ እኳ ኢና ወደይ ጠሊምኒ ዕዳ በርቲዕኒ ዝብላ ወለዲ እኳ ይመጻ እኳ እየን ወዲ ክበየሎም ዝተባሃልካ ጀርመን ኣሎ ኣብ ዓዲ እንግሊዝ ኣሎ ከምዝሎ ይበሃል ተሓዝን ትሓዝን ሽዑ እሱ ሰብኣይ መሲሉ ክዳኑ ኣጻዕድዩ ከምዚ ኣነ ገሬያ ዘለኹ መጽዩ ኣብዚ ኣብ ፊትካ ይጸርፈካ ሂታ ወዲ ከልቢ ሂታ ከምዚ ሂታ ከምዚ ይብለካ ኣይትፈልጦን ኢኻ በዛራርቡ ትመዝኖ ኢኻ ጊን ኣይትፈልጦን ኢኻ ሕተት ተበልካስ ኣቦን ኣዲኡን ኣይፈልጥዎን እዮም ኣቦን ኣዲኡን ካብ ዘይፈልጥዎ ዓሰርተ ዓመት ገይሩ ታገዛ ታገዛ ብለቃሓ ተኸይደላ ኣብልኻ ጸልዮም ጸላልዮም ጸሎት ገሮም ሊብያን ገለመለን ኣስጊሮምኻ ኣብ ድብጻሕ ኣብጺሖምኻ ጠሊምካዮም ዘለኻ ኣይ ሆፕ ቱ ታውዛንድ ትዌንቲ ሲክስ ናው ዩ ካን ስታርት ኮል ሄም ስታርት ናው ቱደይ ኢስ ቱሞሮው ኢስ ኦኬ ኢስ ጋን ቱደይ ዩ ካን ስታርት ኮል ሄም ዩር ፋሚሊ ኮል ሄም ኤንድ ሄልፕ ሄም and save him ካብ ሎሚ ጀሚርካ ካብዚ ሓዳስ ዓመት ሰብ ተጋግዩ ኣይነብርን እዩ ፀገም የብሉን ዝሓለፈ ዓመታት ዝሓለፈ ዕድሜኻ ይኺድ ውሕጅ ውሰዶ ካብ ሕጂ ጀሚርካ 226 ነዲኻን ነቡኻን ዘይትእዘዝ ዝነበርካ ነቡኻን ነዲኻን ዘይትገብር ዝነበርካ ሰብ ሕጂ ጀምር ደውለሎም ቀዳመይቲ መዓልቲ ደወል ደውል ግደፎ ሓገዝካ። ኣደ ሶሪ ተጋግየ ነይረ ይቅረ በልለይ ኣቦ ተጋግየ ነይረ ይቅረ በለለይ ዘይሓጎስኩኹም ዘይኣለኹኹም ምስ ኡምረይ ኣይነበርኩን ኢልካ ጀምር ጀምር ጀምር ብኮንፊደንስ ጀምር ጸገም የብሉን ወለድና ተቀየምቲ ኣይኮኑን ሓዳጋት እዮም ሓግዞም ብሂወት ከለዉ ስድራኻ ምርቕ ኣትርፍ መብዛሕትኦም ሰባት ስድርኦም ምስ መቱስ ኣሕ ኣቦይ በዲለካ ከይሓጎስኩኻ ከይሓጎስካ በዲለካ ከይሓጎስካ ምስ መተ ደኣ ኣበይ ኮይኑ ክሰምዓካ ኣታ ኣታ ለኽባጥ ሓሳዊ ዒራ ኣይሰምዓካን ኢዩ ዘሎ ሲ ምስ መተ ዳኣ እንታይ ክገብረሉ መይቱ እኮ ንዓል ሰላማት ኣዲስ ጌርና ከይዱ ኣይርእየካ ኣይሰምዓካ እንታይ ክገብረሉ ከሎ ኢኻ ትረድኦ ከሎ ኢኻ ትገብረሉ ከሎ ኢኻ ተጋጌ ትብሎ ከሎ ኢኻ ይቕረ በለለይ ትብሎ ከሎ ኢኻ ትዕንግሎ ምስ መተ መብዛሕትኡ ሰብ ምስ መትካ ይዝክረካ ከሎ ንስድራኻ እለ ጓል ኣንስተይቲ ጓል ኣንስተይቲ ሲ ጓል ኣንስተይቲ ስለ ዝፀበቐት ሲ ኣንበሳ ክሰደላ ትሓድር እዘን ቆለውዕት ዕደለኛታት እየን እዘን ገይም ዝፃወታ እንቶም ወዲ እዘን ኣብ ካናዳ ኤመሪካ ሽወደን ስዊዝ ሆላንድ ኣብ ኤውሮፓታት ዝነብራስ ኤህ ኣብ ክልተ ወርሒ ድየ ኣብ ዓመት ድየን ገለሲ ይቑነና እዘን ናይ ገይም ዝፃወታ ኸ ማይ ይመስላ በቃ ክጽባኣ መዓት ጨጉረን በበይኑ ሎሚ ሎሚ ናብዚ ኣብሎ ጽባሕ ናብዚ ይብሎ ጽባሕ ከዓ ናብዚ ይብሎ ንእሽተይ እኳ እቲ ጨጉረን ግን ኣጸባብቆ ከክን እዚኣ ኮላ እቲ ጨጉረን ሲ ስነ ኣእምራዊ ምሽ ኣለካ እ፣ ፋሽን ኣውጻሉ ፋሽን ጨጉሪ ከዓ ናይ ዝሓፀረ ናይ ዝ- ናይ ዝነውሐ ኣይኮነን ጨጉሪ ናይ ዝነውሐ ኣይኮነን ፋሽን ክትገብረሉ ኣለካ ሎሚ እንድሕር ንከምዚ ቢላቶ ንጽባሕ ከምዚ ክትገብረ ኣለዋ ንድሑር ጽባሕ ናብዚ ገጻ ድሕሪኡ ናብዚ ጓል ኣንስተይቲ ክነግረካ ኣብ ጨጉሪ ክትግደስ ኣለዋ ጓል ኣንስተይቲ ኣብ ጨጉሪ ክትግደስ ኣለዋ ሰፕረል ክትምሸጥ ኣለዋ ዋላ ንእሽተይ ውሑዳት ኮላ ስኢላ ምስ ጨጉራ ክትበኣስ ኣለዋ ከምዚ ቅዲ ክተውፅኣሉ ኣለዋ ጨጉሪ ማለት ቅዲ ምውፃእ እዩ ካልእ ዋላ ሓንቲ የብሉን ጨጉሪ ማለት ንወዲ ተባዕታይ መስሓቢ ማለት እዩ። ሓንቲ ግዜ ምስ ተቆነንኪ ስጋብ ዝምርት ስጋብ ገለመለ ገንዘብ እንዴ ከፊለሉ ባዕ ትማሊ እንዴ ሓምሳ ከፊለሉ ኣብኡ ይጽናሕ ስጋብ ሓኻፍ ሓኻፍ እናበልኪ ስጋብ ሓኻኪን ትገብሪ ኣይትግበሪ ፍትሕዮ ሰብኣይ ሰብኣይ ንምንታይ ድዩ ኮፍ ኢሉ ዘሎ ምሳኺ ሰብኣይ ንምንታይ ድዩ ኮፍ ኢሉ ዘሎ ምሳኺ ንምንታይ ድዩ ንዘይቆንነኪ ድዩ ፍትሕዮ ግብ በል ሓምሳ ኢሮ ዋእ ሰብኣይ ከይኑ ክነግረኪ ተመሺጣ ሰበይቲ ተቆኒና ሓቂፉዋ ክሓድር ኣለዎ ኣእ ተኸይዳ ናብ መታዊ ኣቦይ ቁንንቲ ሰበይቲ ሃበኒ ምሽጥቲ ሰበይቲ ሃበኒ እታ ኣምላኽ ኣቦይ ክትበኒ ከለኻ ምስ ጨጉራ ትበኣስ ሃበኒ ምስ ጨጉራ ትበኣስ ሃበኒ እታ ኣምላኽ ኣቦይ ኢልካ በቃ ከምዚኣ ጌርካ ጸሎት ጌርካ ንኣምላኽ ከቢድ ኣይትሃብዎ ከቢድ ኣይትሃብዎ ናይ ክንደይ ሰብ ገሊኹምሲ ዘየለ ነገር ኣምላኽ ኩሉ ይከኣሎ ድዩ ገሊኹም ተውድቕዎ በጃኻ እንተ ኣምላኽ ኣቦይ ሰለስተ ሰለስተ መካይን ፍጠረለይ ዘይከውን እሱ ሰሪሕኻ እዩ ዝመጽእ ቁንንቲ ሰበይቲ ሃበኒ እቲ ኣምላኽ ኣቦይ ምጨጉራ ትባእስ ምጨጉራ ትባእስ ሃበኒ ዋላ ሓጺር ይኹን ጸገም የብሉን ዋላ ድሓን ሓረጋት ትፈጥር ጓል ኣንሰይቲ ብጨጉራ ገይራ ትስሕበካ እዚኣ ከመይ እያ ኣንታ ዋላ እተን ኣንስትና እኮ ትገይም ተፃወታ ምስ በልናየን ግን መከራ እዩ ዝበዝሓካ እንድሓር ከዓ ተፃወታ ምስ በልናየን ከየፍቅሮኦም እምበር ሰብኣይ የብለይን ኢልክ ምፅእ ንብላ ኣብዚኣ ምስ ኣተወት ገይም ኣንበሳ ክሰዱለን እዮም ኣነ ንሳን ከይና ንበልዖ

እቲ መዓስ እዩ ደሞዙ እመኑኒ ኣይትእመኑኒ ልዕሊኡ ንሳ ትፈልጦ መዓስ ዕለት ክንደይ ደሞዙ ዝወርድ ክንደይ ይወርዶ ክንደይ ናይ ገዛ ይኸፍል ገለመለ ኩላተን ኩላተን ይፈልጦ እየን ጓል ኣንስተይቲ ርግምቲ እያ ጓል ኣንስተይቲ እዘን ኣብ ገይም ትሪእወን ዘለኹም ሲኢለን ኣይኮነን ኣንበሳ ዝስደደን እንታይ ስለ ዝገበራ ኣንበሳ ዶ ንዓና ዶ ይሰዱልና ኣይ ንዐኣን ግን ንደሓር ምሸት ይድውሉለን ምስ ወዳ ዝያዳይ ቀልጢፍኪ እባ ውፅኢ ኔበልዮ እስከ ውፅኢ ዝያዳ ይብልወን ሐራይ ሑቢ ኣይፍለጥን እኮ ሽሙ ንሳ ጥራይ ትፈልጦ ካልኣይ ከዓ ቪድዮ ስለ ዝሕዛሎም ከምልጥ ኣይክእልን እዩ ምሽክናይ ከምዛ ዝረኣናያ ዝሓለፈት ጊዘ ማለት እዩ ሓደ ሓውና ማለት እዩ ከምኣ እያ ተጋጥሞም እንታይ ይገብር ሃንገፍገፍ ክብል ክሪኣ ክብል ናብዚ ክርኢ ክብል ከምዚኣ ይብል ፈዝ ከምዚኣ ይብል ሽዑ እሳ ከዓ ቪድዮ ትመልኦ ከምዚኣ ይብል ኣጃኻ በዝየደ እንታይ ደኣ እንታይ ደኣ ክንካ ኣጃኻ በዝየደ ኣጃኻ ኣጃኻ ገለ ትብሎ ወዲ ተባዕታይ ከዓ ምስኪናይ እዩ ዓይኑ ሰለምለም እናበለ ሰለምለም እናበለ ሰለምለም እናበለ በቃ ትረኣየኒ ኣለኺ ትረኣየኒ ኣለኺ ይብላ ምስኡ ከላ እኮ እያ ምስኡ ከላ እኮ እያ ቪድዮ ከላ ምስኡ ከላ ትረኣየኒ ኣለኺ ዘያዳይ ትረኣየኒ ኣለኺ ናበይ ትረኣዮ ምስኡ ከላ ምስኡ እኮ እያ ዘላ ቪድዮ ከፊታትሉ ከላስ ትረኣየኒ ኣለኺ ኣበያ ትረኣዮ የለን እኮ እቲ ቀልቡ እኳ ይጠፊእዎ ዘሎ ኣነ ግርም እዩ ዝብለኒ እተን ቆለውዕት ከኣ ርጉማት እየን እናበልኦ ከሎ ኣዚ እዚ እዚ ዝኣትዎ እዚ እዚ ናይ ገይም ዝጻወታሉ ክዳን እሱ ኣይኮነን ናይ ምሸት ኣለወን ካልእ ክዳን ኣለወን ናይ ምሸት ምስኡ ክትዛረብ ኮላ ካልእ ክዳን ኣለዋ ካልእ ከመይ ዝኣመሰለ ክዳን ኣለዋ ምክንያቱ ኣንበሳ እንዲ ከንጥበላ ሓዚሩ ሓደ ኣርባዕተ ኣንበሳ እኳ ይሰይድላ ኣንበሳ ኣንበሳ ስዲ ስለ ዝሓድረ ትረኣየኒ ኣለኺ ዝያዳ እዩ ትረኣየኒ ኣለኺ ቪድዮ ከፊታተልካ ከላስ ትረኣየኒ ኣለኺ ኣንታ ጽናሕ እስከ እንታይ ዳታ እዚ